ለዓደይ ከኣ ትደልየ ስኹነታት ዓድና ኣኹ ዓደይ ከኣ ትደልየ ነይረ ግን ባንኪ ቅርሺ የለይ ላተብሃለስ ብጣዕሚ ላፈራሕኩ ላተጨነቕኩ ይነብር ኣለኹ። ሰላም ሰላም መዘኸበርኩምን ዝኸበርክና ቻናለይ ቤተሰብ ሃመይን ኢኹም ለይ ደሕና ዲኹም ኣነ ደሕና እግዚኣብሔር መስገን በብለለኹም ሰላም ፍቕሪ ጥዕና ብዙሕ ትርፊ ይበደለይ ሎማዓንቲ እንደገና ለለ ብሓንቲ ቪድዮ መፅየን ኢኹ ብመጀመርያ ግን እዚ ቻናል እዚ ሓድሽ ልኾንኹም ሳብስክራይብ ምግባር ቤተሰብ ኹኑ ቤተሰብ ኾንኹም ለላይክ ሸር ኮሜንት ላጎርኹም ኣበራትዕኒ ብቕድማይ ቁናኖ ብጣዕሚ ኢለ ጥዕመልኺ ልምንታይ ቁናኖ ደይ ትቁነን ላልካ ነርኩም ኣሕዋተይ ትሪኦ የለኽን ቁናኖ እየትቆኒነ ሽፎነ ገይራ ካብኡ ለለ ቅልል ዝበለ ብሪ ገይረ መፅኤኩም እኒኹ ማለት እዩ ግን እዚ ትገብር ዘለኹ ግን ንምንታይ እዩ ተይልኻን ማንም መዓልቲ ለይኮነ ዝኾነ ፕሮግራም ስለልነበረና እዩ ያው ንዓድና ትፈልጦ ኣለኽን መርዓ ክርስትና ጉጂ ምርኣይ ብዙሕ ነገር እዩ ዝሮ ዝሮ ዓዲ ተኾንኻና ብኡ ምክንያት ኣነ ለ ትማሊ ሓሙስ ነይሩ ጊዮርጊስ ካብኡ እንደገና ለ ክርስትና ለ እኒኤናና ብኡም እየ ተቆኒነ ማለት እዩና ሎማዓንቲ መምፅየይ ንሓንቲ ሓፍተይ ምኽሪ ካባየ ካባኹም ደልያ ቪድዮ ስርሕሉ ስለልበለትኒ እያና እካ ኣውዚ ኢለ ኩላትኽን ሃናጺ ርእይቶኽን ልትገልጻ ኣሕዋተይ ብጣዕሚ እየ ለመስግነክን ብስም ኹቡራት ኩለን ኣሕዋተይ ማለት እዩ ብጣዕሚ እየ ለመስግነክን ክብሪ ይሃበልና ልኹልኽን ካብኡ እንደገና ለለ ኣሕዋተይ ለ ኣውዚ ምኽርኽን ደሊና ልትብላ ለ መጀመርያ ክብሪ ይሃብኽን ካብኡ እንደገና ለለ ኩሉ ትርእይቶ ልትበሃውኦ ሃናጺ ልኣኽን ብደንቢ ገይሩ ላብ ትኽክለኛ መንገዲ ልመርሕ ይግበረልኽን ኢለ ይምነየልኽን ኣሕዋተይና ሎማዓንቲ ለ ያው ቅልል ዝበለ እዩ ግን ካባኻቱም ምኽሪ ስለ ዝደለየት ካባየ ምኽሪ ስለ ዝደለየት ያው ምኽንያት እዩ እዚ ሓደ ሓደ ግዜ ብዙሕ ነገር ንጨናነቕ ብዙሕ ነገር ንሓስብ እሞ እየ ካብኡ ግን ካብ ብዙሕ ሰብ ምኽሪ ልንደልዮ እኒኤና ማለት ህዚ ንኣብነት ኣነሲ ብዙሕ ተተጨናኒቐ ካብ ብዙሕ ሰብ ምኽሪ ይደሊ እሞ እዙም ጣቕመን ላየ ከምዚ ፈልየ ይሕዞ ከምዚ ቆው የብሎ ቡት መንገድ ስለ ይምርሐሉ ማለት እዩና እዛ ሓፍተይ ለካ ኣያላትኒ እሺ ታየላ ሰላም ሰላም ብርሃን ሓፍተይ ሓሚኒ ኢኺ ዳሕና ዲኺ ምስ ሙሉእ ቤተሰብኺ ኣነ ዳሕና እየ እግዚኣብሔር ይመስገን ሓፍትኺ ኣነ ኣብ ስደት ለለኹ ኣብ ስደት ኣብ ስዑዲ ዓረብ ለለኹ ሓፍትኺ እየ ብመጀመርያ ብጣዕሚ እየ ልፈትወኪ ብጣዕሚ እየ ለኽብረኪ ልትህብና ምኽሪ ክብሪ ይሃበልና ብስም ኣሕዋተይ ኣነ ለክብሪ ይሃበለይ ብጣዕሚ እየ ልፈትወክን ብጣዕሚ እየ ለኽብረክን ኣሕዋተይ ኣነ ፈሊጠ ለይኮንኹ ኣባየ ክብሪ ስለለለክን ይኸን ብርሃነ መኸርና ብርሃነ መኸርና ትላና ብጣዕሚ እየ ለመስግነክን ብጣዕሚ እየ ልፈትወክን ብጣዕሚ እየ ለኽብረክን ዘን ኣሕዋተይ ካብኡ ብምቕጻል ኣነ ሓፍትኺ ካብዚ ስደት ሸውዓተ ዓመተይ ገይረ ኔኹ ኾይኑ ግን እግዚኣብሔር ይመስገን ቤተሰበይ ካባየይ ምንም ነገር ኣይደሊ ኣይደሊ ልቤተሰበይ እዚ ሂበ እዚ ኣጫናኒቐ ልብሎ ኣጫናኒቕኒ ልብሎ ነገር የብለይ ለኣየ ቆላሕ ልብል ሓውለ የብለይ ኣነ ሓንቲ እየ ካብ ገዛይ ሓንቲ እየ ካብ ገዛይ እና ካብኡ ግን ሓደ ቦታ ገዚኤ ቕርሺ እንደገና ልተወሰነ እኒኤኒ ካብኡ ካብኡ ሐዚ ግን ብጣዕሚ ተሰላችየ ተዓዲ ፀሊኦ እዮ ስራሕ የለይ ወርሒ ይኣቲ ወርሒ ይወፅእ ወርሒ ወርሒ ኮፍ ይብል ኾይንኒ ብጣዕሚ ተሰላችየ ካብኡ ግን ዓደይ ክኣቲ ሓሲበ ወለደይ ኸዚ ዓድኺ ኣይትእተውዋ ገዛኺ ኣስሪሕኺ ቢያንስ ሓንቲ ክላስ ሰሪሕኺ ዓድኺ እተዊ ምኽንያቱ ድሓር ተጣዒስኺ ኻልኣይ ላብ ምምላስ ከይትሓስቢ ልባዕልኺ ተጨኒቅኪ ልኣናለ ከይተጨንቂ እናላበሉ ኹሉ ግዜ እዮም ልነግሩኒ ኣነ ግን ኸምዚ ኣነ ግን ኸምዚ ተጨናኒቀ ስለለለኹ ከምኡ ትብሉ እንተለዉ ቅርሸይ ድዮም ኣጣፊኦምለይ ዋላ ሃመ እየ ላበልኩ ኣብ ጭንቀት ይሓድር ኣለኹ እና እና ብርሃን ሓፍተይ ኸ ስለ ስደት ይርደእክ እዩ ስለ ጭንቀት ኹሉ ነገር ሓሊፍክዮ ርኢኽዮ ኢኽና ምኽርኺ ለግስለይ ካባኽን ካብ ኹቡራት ተኸተልትኽን ምኽሪ ይደሊ ኣለኹ ዞም ኣሕዋተይ መዓረይ ኢላን እያ ካብኡ እዚ ያው ኣነ ብልመስለኒ ክናገር እየ ካብኡ እንደገና ስኻትን ለ ኩልኽን በብልመስለክን ፅቡቕ ዝኾነ ርእይቶ ሃባኣ ማለት እዩ እና ሃም ብርሃን ሃም ብርሃን ክገብረ ለለኒ ወይም እንደገና ለለ ተትኾን ብርሃን ተትኾን ነይራ ኢለ ትሓስብ ተለኹ ወይም ትውስን ተለኹ ማለት እዩ ኣነ ንኣብነት ኣብ ስደት ኮይነ ኣብ ስደት ኮይነ ብዙሕ ጭንቀት፣ ብዙሕ ሓሳብ፣ ብዙሕ ዕላማ ብቻ ብዙሕ ነገር እየ ኣሕሊፈ። ካብኡ እንደገና ደለ ብዙሕ ነገር እየ ዓሊመ፣ ብዙሕ ነገር ሓሊፈዮ፣ ብዙሕ ነገር ለይመላእክዎ ነገር ለለቐረየኒ እዮ፣ ልመላእክዎ ነገር ለን እዮ። ስደት ስደት ኣለኻ ያው ኩሉ ነገር ዝተጠቓለለ እዩ ዝኾነካ ጭንቀት፣ ናፍቆት፣ ምኞት እቅድ ኩሉ ነገር ካብኡ እዚ ግን ኣነ እዚ ሓፍተይ ክመኽረኪ ለለኒ ማለት እዩ ከምቱ ኣነ ልሕልፈዎ ወትኽክል ትሐልፍ ለኻ ከም ትልወልኽዮ ካብኡ እንደገና ለለ ስደት ስደት ኣነ ብምንታይ እየ ኩሉ ግዜ ይቅርታ ኣብዚ ካሜራ ጥይቶም ስለለለው ላውዚ ላውዚ ይብለውና ስደት ኣነ ሃም ብርሃን ብዙሕ ነገር እኳ ወራት ሕልፎ ግን ለለ ለተባብዕካይ ተስፋ ለቆርፀካ ነገር እዩ ተስፋ ለቁርፀ እካ እንታይ እዩ ተይልኩምኒ ኩሉ ግዜ ካባኻ ልደሊ ሰብ እንድሕር እኒኦ ኮይኑ ሀዚ ሓደ ዋና ፅዕንቶ እሱ እዩ ሰብ ካባኻ ኩሉ ግዜ ካባኻ ተፀባይ ተኮይኑ ድሓር እዚ ገይረሉስ ለናጋ ጓሓትካ እዚ እንታይ ገብረሉ እዩ ኢልካ ብጣዕሚ ኢኻ ትጨነቕ ኣብ ሌለ ጭንቀት ኢኻ ትሓድር ስለዚ ልክትውስን ብጣዕሚ እዩ ዝኸብደካ ማለት እዩ ኣውዚ ኮይኑ መበራትዒ ሰብ ሒዝካ እሞ ለለ ተኸፋለ ለይብልካ እዚ ግበርለይ እዚ ግበርለይ ልብለካ ለየለ እሞ ኣብ ፅቡቕ ደረጃ እንድሕር ነርካ ኮይንካ ግን ብተኣለላትካ መንገዲ ትቕፅል እኒኤካ ወይ መቐፀልኩ ነይረ ይብል ስለዚ ሓብተይ ምልስቲ እንተለኹ ላባኺ እስኽለ ሓንቲ እየ ካብ ገዛ ይልኺ ካብኡ እንደገና ለለ ወለድኽለ ኤትእተዊ ስርሒ መጀመርያ እዚ ግበሪ እዚ ግበር ትብሉ ክተለዉ ኣነ ሃም መስለኒ ሃም ብርሃን ለኣኽ ምጥንኻር እምበይ ለኣኽ ጉድኣት እዩ ኢለ ኣይሓሲ ምክንያቱ ካባኻ ልደሊ ሰብ ስለ ችግሩ እዩ ልናገረካ እምበይ ኣነ ኣይደልየ ልኸዋ ልበዓል ከውን ኣይብለካይ ገንዘ ክተትጣፋእ ነይሩ ሲ እንታይ እዮም ክብሉኸ ነይሮም ኣነ ብዙ ልሰምዑና ብዙ ልሪኦ ማለት እዩ ኩሉ ችግራት ኣብ ዓዲ ክለሎ ናባዕሎም ችግር ከምዚ ዶ ዝተገበርና ዝተፈጠረ እዚ ከምዚ የብልና እዚ ኢሎም ናባዕሎም ችግር እዮም ጥራሕ ክናገሩ ክሉ ነበሩ እምበይ ከምዚ ስለ ህይወትኺ እዚ ኩነ ከምዚ ኩነ እንብበልኺ ነይሮም ማለት እዩ ካብኡ ኣብዚ ሓፍተይ ክትውስኑ የለለክ ስኺ ኣብ ጭንቀት ብጣዕሚ ትጭነቂ ብጣዕሚ ትሓሚ ብዙሕ ነገራት ትሕልፍ ለኽቲ ኮይንኺ ያው ኩሉ ልዕሊ ህይወትኺ ዘይኮነ ትሕቲ ህይወትኺ እዩ ኣነለ ተትኣቲ ይብለኪ

ወርሒ ትኣቲ ወርሒ ትወፅእ ትኣቲ ወርሒ ትወፅእ ትኾን ትኽእል ኢኺ ግን ደለ ንእሽቶ ንዓቕሊ የድልየኪ እዩ ምክንያቱ ሕዚ ኣነ ኩሉ ግዜ ከም ዝብሎ ስደት ኩሉ ግዜ ላትጨናነቕካ ይልሓመምኻይ ኣይመርፂ ክኾን የብሉ ይበሃሊት እየ ግን ደለ ሕዚ ሓፍተይ ናፊቕኪ ተጨናኒቂ ኢኽን ኢኺ ምስቱ ስራሕ ለየለ ምዃን እምበይ ዳሕና ኢኽን ኢኺ ኣብዚ እንደገና ለለ ተኸፋሊ ልእክል ይበስ ልእክል ለለ ዝበሃሎ ነገር የለይ ንእሽቶ ንዓቕልታት ትገበር ግን ኢለ ይመኽረኪ

ብሃመይ ጌርካ ይሕለፍ ብሃመይ ጌርካ ሲ ዝሮዝሮስ ተመሳሲለስ ይነብር ኣለኹ እና ጋሻ ኮይንካ ኣብ ዝህዝለሉ ሰዓት ኣቲኻ ግን ብጣዕሚ ላብ ጭንቀት ኢኻ ትኣቲ ምክንያቱ ተኸዚ ንኣብነት ላብ ዝኾነ ትራንስፖርት ክትኸድ ላብ መቐለ ድዩ ሓደ ነገር ድዩ ቅርሺ መዓት እዩ ካብኡ እንደገና ልለ ቅርሺ ለብ ኢድካ ኣብቱ ዓዲ ስኹን ኸና ኣውዚ ኮይንኻ ቕርሺ ተሓሕዛል ወይን ስለኾነ ኣኡ ኣብ ቦርሳና ምን ማንም ጠያቒ ኣይነበረናይ ኸዚ ግን እቲ ቕርሺ እኳ ዋላ ባንክ ለሃለየ ክተውፅእ ኣኸም ድሌትኻ ግን ኣይከኣሊ ስለለኾነ እሱ ንእሽቶን ተፅዕኖ ይፈጥረን ኸሙ ላብ ጭንቀት ኢኻ ተኣቲ ስለዚ ሓፍተይ ለ ንእሽቶን ተረጋግዒ ሰለስተ ወርሒ ኣርባዕተ ወርሒ ዚሮኦዮ ጸሎት ክለ ግበሪ ኣብኡ ኮይንኻ ጸሎት

እተይ ሮየ ገዛኺ ገና ኣይኸጀመርኩ ኒኺ ቦታ እይኒ ክንደይ ቅርሺ ዋላ ይሃሊ ክንደይ ዘንደለዋኺ ኣብዞ ዝለለ ሰዓት ይኣክል ዶ ይኣክሊ ያው ንእሽቶን ምክንያቱ ኣብኡ ኮይንኺ ዝለለኪ ቅርሺ ምጅማር ብጣዕሚ ፅቡቅ እዩ ቅርሺ ኮፍ ኢሉስ ምንም ትርጉም የብሉ እንድሕር ጀሚርክዮ ግን ትውስክሉ ስለዝኮንኺ ኣብ ልግንክያ ትውስክሉ ስለዝኮንኺ ለኣኸ ኤናስሕኪ ኣብዚ ኮፍ ኢልክ ለሃለኺ ብተን ቅርሺ ሰን ክትሰርሒ ግን ከቋርፀኪ ይኽእል ብዙሕ ፈተናታት እኒኦ እዩ ማለት እዩና

ካባኻ ልደለየ ወላዲኻ ወይ እንደገና ቅርሽኻ ለጣፍእልካ ወላዲኻ ተኾይኑ ጭራሽ ከምዚ ከይተኣቲ እዚ እዚ ልባዕልካ ኹን እዚ ልኣየ ኢድልልካ ኤትሃበኒ ኢሉ ዝለሃብካዩ ተመሊሱ ላ ባንክ ለእቲ ወላዲ የለይ ስለዚ እሳቶም ግን ሃምሉ ጎብሪ ክለው እንድሕር ኮይኖም ግን እንድሕር ዝሮ ዝሮ ተመስገን ከንከስ ደስተኛ ኹን ኢለ ይመክረክና ኣሕዋት ኢለ ኩለኸን ኩልኹም ምክርኩም ለግስላ ሰሰና ኢለ ኩልኩም መብለልኹም